ሰላም ሰላም ናይ ቻናለይ ተኸታተልቲ ከመይ ትኾኑ? ናይ ሎማዓንቲ ኣርእስተይ ህይወትና ዝልውጡ ሰለስተ ዓበይቲ ናይ ህይወት መምህራን ዝብል እዩ። እዞም ሰለስተ ዓበይቲ ናይ ህይወት መምህራን እንታይ እዮም? ከመይ ጌሮምም ሂወትና ዝልውጡ ሓቢርና ክንርእዩና ሓቢርኩም ምሳይ ጽንሑ። እምበኣርከስ ክቡራት ናይ ቻናለይ ተኸታተልቲ ብዛዕባ መምህራን ክንዛረብ ከለና ትምህርቲ ቤት ውን ሓቢሩ ዝለዓል ነገር እዩ። ስለዚ ሂወት ባዕላ ትምህርቲ ቤት እያ። ኣብ ሂወትና ዘጋጥሙና ነገራት ኩሎም ዝኾነ ትምህርቲ ምሂሮምና እዮም ዝኸዱ። እንታይ ግን እቲ ኣፈላላይ ኣብ ቤት ትምህርቲ ኣብ ቤት ትምህርቲ ንክንፍተን ተነጊርና ኢና ተዳሊና ኢና ንፍተን ተዳሊና ኣፅኒዕና ካብ ገፅ ክንድዚ ስጋዕ ገፅ ክንድዚ ኣንብቡ ተባሂልና ኢና ንፍተን ኣብ ሂወት ግን ንመሃሮ ምስ ተፈተና ኢና ንመሃር። ህይወት ትፍትነና፣ ድሕሪኡ ካብቲ ዝኣተናዮ ፈተና ተማሂርና ንወፅእ ማለት እዩ። ስለዚ ኣብ ቤት ትምህርቲ ንፍተኖ ፈተናን ኣብ ህይወት ህይወት ትፍትነና ፈተና ይፈላለ እዩ። ናይ ህይወት ከይተዳለና ኢና ንፍተኖ። ኣብ ቤት ትምህርቲ ግን ተዳሊና፣ ኣፅኒዕና፣ ኣቐዲምና፣ ኣንቢብና ሽዑ መጨረሻ ውፅኢቱ ይንገረና ተፈቲንኩም ሓሊፍኩም ንበሃል ማለት እዩ ናይ ህይወት ግን እንታይ እዩ ከይተፈለጠና ናብ ዝኾነ መንገዲ ንኣቱ እቲ መሪፅናዮ ዝኣተና መንገዲ ፈቲኑ ይምህረና ስለዚ ናይ ህይወት ፈተና ብጣዕሚ ሕማቕ እዩ ማለት እዩ ከይተዳለና እዩ ዝመፀና ምስ ወደቕና ኢና ንመሃር። ምስ ተሰበርና ስለ ንመሃር ናይ ህይወት ፈተና ብጣዕሚ ከቢድ እዩ። ከይወደቕና፣ ከይተሰበርና፣ ከይሰኣንና ህይወት ኣይትምህረናን እያ ማለት እዩ። ምስ ተቐንዘና ኢና ንመሃር። ስለዚ ህይወት እንድሕር ክትምህረና ኮይና በዞም ሰለስተ መንገድታት ክንሓልፍ ኣለና። ናይ ህይወት መንገዲ ወላይ ናይ ሂወት ፈተና ብጣዕሚ ከቢድ እዩ ማለት እዩ ሂወት ሰነፍ ኮይንና ክንነብር ኣይትፈቕደልናን እያ ኩሉ ግዜ ኣብ ሂወት እንዳተፈተና ካብ ፈተናና ከዓ እንዳተምሃርና እንዳተለወጥና ንወፅእ ማለት እዩ ሂወት ትቕፅል ፈተናታት እውን ይቕፅሉ ንሕና እውን ካብቲ ፈተና ተሲእና ነቒሕና ንቕፅል ማለት እዩ። ስለዚ ህይወት ቤት ትምህርቲ እያ። ተፈቲና ንመሃረላ ቤት ትምህርቲ እያ ማለት እዩ። ስለዚ ክቡራት ናይ ቻናለይ ተኸታተልቲ ቀፂልና እዞም ሰለስተ ዓበይቲ ህይወትና ክልውጡ ዝኽእሉ ናይ ህይወት መምህራን ክንርኢና ሓቢርኩም ሳይፅንሑ ናይ መጀመርያ ህይወትና ክልውጥ ዝኽእል ናይ ህይወት ፈተና እንታይ እዩ? ናይ ልቢ ስብራት ናይ ልቢ ስብራት ገና ቆልዑት ከለና ኸጋጥመና ይኽእል እዩ። ገና ቆልዑት ከለና ብቐሊሉ ልብና ክስበር ይኽእል እዩ። ድሌታትና ብዘይ ምምልኦም ማለት እዩ። እንታይ ዓይነት ድሌታት እዮም ኣቦና ወይ ኣዴና ምሳና ክውዕሉ ክንደሊ ክንክእል ንኽእል ኢና። ናብ ስራሕ ክኸዱ ከለዉ ንበኪ ንምንታይ ምሳይ ዘይትኸውን ኢልና ቤተሰብና ከዓ ኣቦና ወይ ኣዴና ከዓ ምኻድ ስለ ዘለዎም ይኸዱ። ስለዚ ብቐሊሉ በዛ ንእሽተይ ነገር ልብና ትስበር ንጥንክር ምሳና ከም ዘይውዕል ምስ ፈለጥና ብቐሊሉ ብንእሽተይ ነገር ውሽጥና ወይ ኮላይ ልብና ትስበር ንጥንክር ንቕፅል ማለት እዩ ወይ ከዓ ካልእ ነገር ዝኾነ ነገር ክግዛኣልና ክንደሊ ከለና የብለይን ዝበሃል ቃል ካብ ቤተሰብና ክንሰምዕ ከለና እውን ውሽጥና ይስበር ስለዚ እዚ እውን የጠንክረና ማለት እዩ ስለዚ ናይ ህይወት ትምህርቲ ኣብ ህይወት ዘጋጥመና ትምህርቲ እዚ ናይ ልቢ ስብራት እንታይ ኢና ክኸውን ዝገብረና ጠንካራታት ንክንከውን ይዝገብረና ንክንልወጥ ይገብረና ዓቢ ትምህርቲ እዩ ማለት እዩ ተምሃር ልብና ክስበር ወይ ኮላይ ክድንገጽ ከሎ ዝኾነ ተምሃሮ ጥንካረ ወይ ኮላይ ማንነትና ብዝበለጸ ክንፈልጥ ዝገብረና ኩነታት ኣሎ ጸጋታትና ንክንፈልጥ ይገብረና ልብና ክስበር ከሎ እንታይ ዓይነት ጸጋታት እዮም ዘለውኒ ንሕና ዘይረኣናዮም ጸጋታት ልብና ኣብ ዝስበረሉ ሰዓት ግን ክንሪኦም ንጅምር ለካ ከምዚ ዓይነት ሰብ እየ ለካ ከምዚ ነይርኒ እዩ ኣይረኣኽዎን ነይረ ንክንብል ይገብረና ካልእ ልቢ ስብራት ዝምህረና ነገር እንታይ እዩ ማንም ኣብ ምድሪ ፐርፌክት ከምዘይኮነ ይምህረና ማንም ሓያል ሓያል'የ ዝብል፣ ፈላጥ'የ ዝብል፣ መን ከማይ ዝብል ረዳኢ ከም ዘድልዮ ንመሃር። ካብ ልቢ ስብራት ንመሃሮ ነገር እዚ እዩ። ሓጋዚ ከም ዘድልየና ኣብ ህይወት፣ ባዕልና ጥራሕ እኹላት ከም ዘይኮንና፣ ቤተ ሰብ ክመርሓና ከም ዘለዎ፣ ብቤተ ሰብ ክንምራሕ፣ ክንእዘዝ፣ ክንርዳእ፣ ብዝኾነ ሓጋዚ ክንርዳእ ክንምራሕ ከም ዘድልየና፣ ማንም ፐርፌክት ከም ዘየለ ኩሉ ሓጋዚ ከም ዘሎ ንርደአሉ ትምህርቲ እዩ ማለት እዩ እዚ ናይ ልቢ ስብራት ካብ ሂወት ንምሃሩ ትምህርቲ ስብራት ከብና ንምሃር ማለት እዩ ካልእ ከዓ እንታይ እዩ ኣብ ናይ ልቢ ስብራት ከጋጥመና ከሎ ቃንዝኡ ከከም ናይ ሰብ ዓይነት ከም ዝፈላለውን ንርዳእ ሓደ ሓደ ንሓንቲ ወርሒ ተቐንዝዩ ካብ ናይ ዘጋጠሞ ናይ ልቢ ስብራት ብሓደ ወርሒ ሓውዩ ክለዓል ይኽእል እዩ ከከም ዘለዎ ኩነታት ከከም ናይ ባዕሉ ባህሪ ማለት እዩ ሓደ ሓደ ሰብ ከዓ ኣብቲ ዘጋጠሞ ናይ ልቢ ስብራት ንነዊሕ ዓመት ክፀንሕ ይኽእል እዩ ንዓመት ንክልተ ዓመት ንሰለስተ ዓመት ክፀንሕ ከም ዝኽእል ይምህረና እዚ ካብ ህይወት ካብ ናይ ልቢ ስብራት ካልእ ንምሃሩ ነገር እዩ ማለት እዩ ሕቶ ናይቲ ሰብ ኩነታት ቃንዝኡ ቶሎ ዘይወፀሉ ናይ ውሽጡ ጉድኣት ቶሎ ዘይወፀሉ ሰብ ኣሎ ቶሎ ከዓ ድሒኑ ካብ ቃንዝ ቶሎ ዝድሕን ሰብ ከም ዘሎ ንርድአሉ ኩነታት እዩ ስለዚ ኣብ ከምዚ እውን ሓጋዝ የድልየና እቲ ቃንዛና ሽግርና ክነውሕ ከሎ ዝኾነ ዝሕግዘና ሰብ ከም ዘለ ኢና ንመን ምሕታት ከም ዘለና ንፈልጥ ግዜ እዩ ማለት እዩ መን ናብቲ ሽግር ከም ዘእትወልና መን ካብቲ ሽግር ከም ዘውፅአና መን ከም ዝረድአና ፈታዊና ፀላኢና ንፈልጠሉ ግዜ ኣብ ናይ ልቢ ስብራት ማለት እዩ ካልእ ኣብ ናይ ልቢ ስብራት ግዜ ንመሃሮ ነገር እንታይ እዩ ዘይፍታሕ ነገር ከም ዘየለ ዘይዕረ ነገር ከም ዘየለ ኩሉ ነገር መወዳእታ ከም ዘለዎ ዝፈርዳ ግዜ እዩ እዚ ናይ ሂወት ትምህርቲ እዩ ማለት እዩ ኩሉ ነገር መወዳእታ ከም ዘለዎ ክነሸንፎ ክንስብሮ ወይ ኮላይ ክንረኽቦ ዘይንኽእል ነገር ምግዳፍ ከም ዘለና ንመሃረሉ ግዜ እዩ ማለት እዩ እዚ ናይ ልቢ ስብራት ሂወት ትምህረና ሂወት ከምዚ ኣብ ናይ ልቢ ስብራት ካብ ሂወት ንመሃሮ ነገር ማለት እዩ ሓደ ሓደ ግዜ ሓያል ፍቕሪ ምስ ሰብ ክንዛመድ ክንፋቐር እንዳደለና ከለና እቲ ሰብ እንድሕር ዘይደለየ ብሓይሊ ምፍቓር ከም ዘይከኣል ወይ ኮላይ ብሓይሊ ንምፍቓር ብምፅዓር ግዜና ምቅፃል ኢና እዚ ካብ ልቢ ስብራት ንምሃሮ ነገር ስለዚ እዚ ሓደ ሂወት ካብ ትምህረና ዓብዪ ትምህርቲ እዩ እቲ ካልኣይ ከዓ ቀፂልና ካልኣይ እንታይ እዩ ህይወት ትምህረና ከዓ ወይ ኮላይ ካብ ናይ ህይወት ትምህርቲ ንረኽቦ ነገር ስእነት እዩ ጁባና ባዶ ክኸውን ከሎ ንመሃሮ ትምህርቲ ኣሎ ህይወት ክትጭክነልና ከላ ህይወት ክትጭክነልና ክትጭክነልና ከላ ንመሃሮ ነገር እዩ እዚ ኣብ ከምዚ ሰዓት እንታይ ኢና ክንገብር ዘለና ብዘለና ነገር ኣብ ኢድና ብዘሎ ነገር ክንነብር ክንነብር ክንፍትን ከም ዘለና ያው ከይማረርና ክንነብር ከም ዘለና እያ ትምህረና ህይወት ማለት እዩ ኣብዚ ነቲ ሰዓት ዓብ ንረኽቦ ትምህርቲ ብቐሊሉ ብንእሽተይ ነገር ቅልል ዝበለ ህይወት ምንባር ከም ንኽእል ንመሃረሉ ግዜ እዩ ማለት እዩ ናይ ገንዘብ ሓይሊ ኣብ ከምዚ ሰዓት ናይ ገንዘብ ሓይሊ ንምሃር ናይ ገንዘብ ቁጠባ ኣተሓሕዛ ንምሃር ኣባኸንቲ እንድሕር ኮይና ለካ ምቑጣብ ነይርኒ ምቑጣብ ጠቓሚ ምዃኑ ንመሃረሉ ፈታውናን ጸላኢናን ንመሃረሉ ንፈልጠሉ ግዜ እዩ ማለት እዩ ካልእ በቲ ሰዓት ንመሃሮ ነገር እንታይ እዩ? ኣተኣኻኺልካ ምንባር፣ ተመስገን ኢልካ ምንባር ንምሃር። እዚ ህይወት ትምህረና እዩ። ስእነት ከጋጥመና ከሎ ንምሃሮ ነገር እዩ ማለት እዩ። ኣብ ከምዚ ሰዓት ካልእ ንምሃሮ ነገር እንታይ እዩ? ብዘይ ገንዘብ ምዝንጋዕ ከም ዝከኣል እውን ንምሃር። ኩሉ ነገር ምስ ገንዘብ ክነተሓሕዞ ከም ዘይብልና ብዘይ ገንዘብ እውን ምዝንጋዕ ከም ከኣ ከም ዝከኣል ምምሃር ቤተ ክርስትያን ምምሃድ ወይ ናይ ህዝቢ ቤተ መፅሓፍቲ ኬድና መፅሓፍ ብምንባብ ክንዘናጋዕ ከም ንኽእል ዘይገንዘብ ምዝንጋዕ ከም ዝከኣል ናይ መንገዲ ኮንሰርታት ኣለዉ ናይ ደርፊ ፕሮግራማት ዝመሃርሉ ኩነታት እዩ ማለት እዩ ካልእ እንታይ እዩ ካባና ዝተሓቱ ሰባት ኣለዉ ንዓና ዘለና ኣብ ሕማቕ ሰዓት እውን እንተሃለና ዋላ ስኡናት እውን እንተኾንና ጉልበት ዘይብሎም ሰባት እውን ኣለዉ ስለዚ ዓቕሚ ዝወሃዶም ሰባት ንዓኣቶም ከይድና ኣገልግሎት ብምሃብ ብምርዳእ እውን ክንዘናጋዕ ከም ንኽእል ፅቡቅ ምግቢ ብምስራሕ ነብስና ምሕጓስ ከምንኽእል ንመሃረሉ ግዜ እዩ ኣብ ስእነትና ሰዓት እዚ ትምህርቲ እዚ ክትምህረና ትኽእል እያ ህይወት ብከምዚ መልክዕ እውን ምሂራህና ትሓልፍ ኣብ ስእነትና ግዜ ከምዚ ዓይነት ትምህርትታት ተማሂርና ንሓልፈሉ ግዜ እዩ ማለት እዩ ሳልሳይ ከዓ ካብ ናይ ህይወት ትምህርቲ ህይወት ቤት ትምህርቲ እያ ኢልና ኢና ስለዚ ካብቲ ናይ ህይወት ቤት ትምህርቲ ካልእ ኣብ ከመይ ሰዓት ኢና ትምህርቲ ንረክብ ኣብ ድቀትና ሰዓት ክንወድቅ ከለና ዓብ ትምህርቲ ኢና ንረክብ ኣብ ህይወትና ከሎ ዓብ ትምህርቲ ተማሂርና ንሓልፈሉ ግዜ እዩ ማለት እዩ እንታይ እዩ ኣብ ውድቀትና ንረኽቦ ዓብ ትምህርቲ እቲ ናይ ዓወት ሚስጢር ምውዳቅ ከም ዝኾነ ንፈልጥ ንወድቅ ምስ ወደቅና ዘለና ፍልጠት ዘለና ክእለት ግን ሕጂ ተጠቂምናዮ ዘይንፈልጥ ክእለት ኣሎ ውሽጥና ተቐቢሩ ዘሎ ማለት እዩ ብሕጂ ተጠቂምናሉ ዘይንፈልጥ ፍልጠት ኣሎ ዓሚቕ ዝኾነ ፍልጠት እቲ ዘለና ፍልጠት እቲ ዘለና ሓይሊ ብልሃት ሜላ ተጠቂምና ንትስእ ማለት እዩ ካብ ውድቀትና ንትስእ ስለዚ ዘለና ክእለት ንኽንፈልጥ ይገብረና ናይ ዓወት ሚስጢር እውን ውድቀት ከም ዝኾነ ከምዘይ ወዲቕና ነርና እቲ ዘለና ሓይሊ እቲ ዘለና ሜላ ኣይምተጠቀምናሉ ነርና ስለዚ ዋጋና ንፈልጠሉ ግዜ እዩ ማለት እዩ ኣብ ውድቀትና ሰዓት እንታይ ኢና ንምሃር ዋጋና ንፈልጥ ዘለና ብርቱዕ ሓይሊ ዓሚቕ ሓይልና ክንፈልጥ ይገብረና ማለት እዩ ካልእ እንታይ እዩ ኣብ ውድቀት ንመሃሮ ነገር ንሽግርና ምክፋጥ ከም ዘለና ምቅላስ ከም ዘለና ትምህረና ሂወት ማለት እዩ እዚ ካልእ ከብብ ዝረኸብዎ ነገር እዩ ማለት እዩ ንሽግርና ምክፋጥ ዘኽእል ሓይሊ ከም ዘለና ዘይተጠቀምናሉ ግን ሽግርና ክንጋፈጦ ከም ንኽእል ኣብ ውሽጥና ዘሎ ሓይሊ ክንጥቀመሉ ከም ዘለና ንምሃር ካልእ እንድሕር ተቓሊስና ዘይክኢልና ከዓኒ ካብ ሽግርና ምምላጥ ከም ዘለና እዩ ዝምህረና ማለት እዩ ስለዚ እዞም ሰለስተ ዓበይቲ ናይ ህይወት መምህራን ከጋጥሙና ከለዉ እንታይ ዓይነት ጥቕሚ ኢና ንረክብ በሳላት ንኸውን ጠንካራታት ንኸውን ካብ ሕጂ ዝነበረ ሓይልና ኣበርቲዕና ሓያላት ንኸውን፣ በላሕቲ ንኸውን፣ ጥበበኛታት ንኸውን፣ ዝሓሽና ንኸውን ማለት እዩ። መምሃራን ዝብሉና እዚ እዩ። ዝሓሸ ሰብ ንክንኸውን ይገብሩና፣ ዓብ ትምህርቲ ይብሉና። በዞም ሰለስተ ነገራት ዝሓለፈ ሰብ ብህይወቱ ዝተምሃረ ዝበሃል ሰብ እዩ ማለት እዩ ብሂወቱ ዝተምሃረ ሰብ ብጣዕሚ ጠንካራ እዩ እሱ እኮ ሂወት ዝምሃሮ ሰብ እዩ ክንብል ከለና ቀሊል ዘረባ ከምዘይኮነ ክንፈልጥ ኣለና ኣብ ቤት ትምህርቲ ካብ ንምሃሩ ንላዕሊ ሂወት ዝምህረና ትምህርቲ ዝበለፀ እዩ ዝበለፀ ጠንካራ ፈላጥ ዝሓሸ ሰብ መስተውዓሊ ኣርሒቑ ዝሓስብ ዝተፈላለየ ኣንግል ሂወት ዝተፈላለየ ኣንግል ክትርጉም ዝኽእል ሰብ ሓላፍነት ዝስምዖ ሰብ ኮይና ንወፅእ በዞም ሰለስተ ዓበይቲ ናይ ህይወት መምህራን ክንሓልፍ ከለና ማለት እዩ ክቡራት ናይ ቻናለይ ተኸታተልቲ ሎማዓንቲ ዘቕረብኩልኩም መደብ ድሕር ደስ ኢልኩም ላይክ ላይክ ግበሩ ከምኡ እውን ካልእ ሰብ ክከታተሎ ሼር ግበሩ ኣብ ኮሜንት ኮላይ ዝተሰማዐኩም ስምዒት ፀሓፉለይ ሓደሽ ዝኾንኩም ናይ ቻናለይ ተኸታተልቲ ከዓ ሰብስክራይብ ግበሩ ሓቢርኩም ምሳይ ስለ ዝጸናሕኩም ኣዝየ ዘመስግን የቐንየለይ። ኣብ ቀጻላይ ብኻልእ መደብ ክንራኸብ ኢና። ሰላም ኩኑ።